ናይ እግዚኣብሔር ሰላም ናይ እግዚኣብሔር ጸጋ ናይ እግዚኣብሔር ምሕረት ምስ ነብሲ ወከፍኩም ይኹን ከመይ ቀኒኹም እንኳዕ ብሰላም ብድሓን ናብ ቤት እግዚኣብሔር መጻና ሰላም ዘይተባሃልና እንተለና እንኳዕ ብሰላም መፃኻ ናብ ቤት እግዚኣብሔር እናተባሃልና ሰላም ሰላም ምስ ፍሽኽታ ኣምላኽ መስገን ቤት ኣምላኽ ኣብ ቤት ኣምላኽ ፍሽኽታ እዩ ዘሎ ኣዋ ኣዋ ክብረና ኣምላኽ ይኹን ኣምላኽ መስገን እግዚኣብሔር መስገን ነፍሲ ወከፍና እንኳዕ ብሰላም ድሓን መፃና ካብ ርሑቕ ካብ ቀረባ ኩልኹም ዓበይቲ ንኣሽቱ እግዚኣብሔር ይባርኩም እንካዕ ብሰላም መፃና መዘምራን እግዚኣብሔር ይባርኩም እስከ እግዚኣብሔር ይባርኩም ንበሎም ንመዘምራን ከዓ እግዚኣብሔር እንዳባረኸ ይባርኩም ብኩሉ ፀጋ የዕቢኹም እግዚኣብሔር ይባርኩም ፅቡቅ ናይ ኣምልኾ ግዜ ፀኒሕና ኣምላኽ ይመስገን ናብ ቃል እግዚኣብሔር ክንሓልፍ ኢና እቲ ብቃሉ ዝዛረብ ኣምላኽ ከዓ ኣብ ማእኸልና ኣሎ ኣምላኽ ይመስገን ስለዚ ብቃሉ ከምዝዛረበና እናተፀባባና ኣምላኽ ይመስገን ነታ ትፅበዮ ነብሲ እግዚኣብሔር እንታይ እዩ ሰናይ እዩ ኣምላኽ ይመስገን ሰናይ ኣምላኽ ኣብ መንጎና ኣሎ እሞኒ ብቃሉ ከዓ ክዛረበና እዩ ዌልካም ፓስተር እግዚኣብሔር ባርከ
እንደገና ከመይ ሓዲርኩም ኣምላኽ ዝተመስገነ ይኹን እንኳዕ ብሰላም ናብ ቤት ኣምላኽ መጻእኩም ሓውና ሰሌ ከዓ ርእየካ ኣለኹ እንኳዕ ድሓን መጻእካ ካብ ሲያትል ዝመፀ ገልጋሊ ነፍቅሮ ንፈቶ ሓው ኣሎ ድሓር ዕድል ክንቦ ኢና ክላለይ ክብሪ ንኣምላኽ ይኹን ብመንግስቲ ኦንታርዮ ፅባሕ ሰኑይ እንታይ እዩ ፋሚሊ ደይ እዋ እግዚኣብሔር ይመስገን ናይ ቤተሰብ መዓልቲ እስኪ ሓደ ቃል ከነንብብ ኢና እሞ ኩሉ ሳዕ ዓመት መፀ እዛ መዓልቲ እዚኣ ብዛዕባ ቤተሰብ ወይ እውን ብዛዕባ ሓዳር ኢና ገለ ግዜ ሰብ ዓዲምና ገለ ግዜ ከኣ ባዕልና ግን ነዊሕ ዓመታት ዝኸደ ከምዚ ዓይነት ልማድ ኣለና ማለት እዩ እቲ ዓለማዊ መንግስቲ እኳ ከምኡ ፍልጦ ካብ ሃበ ቤተ ክርስቲያን ደኣ እሞ ክንድየናይ እስኪ ኣብ ዘፍጥረት ኣብ ዘፍጥረት ምዕራፍ ሓደ ናይ ኩሉ ነገር መጀመርታ ኣብኡ እንድዩ። ምዕራፍ ሓደ ፍቕዲ ዕስራን ሽዱሽተን ዕስራን ሸውዓተን ሓቢርና ከነንብብ ኢና። ከምዚ ይብል ኣምላኽ ከኣ ብመልክዕና ከም ምስልና ሰብ ንግበር ንዓሳ ባሕርን ነዕዋፍ ሰማይን ንእንስሳን ንብዘላ ምድርን ኣብ ምድሪ ለመም ንዝብል ኩሉ ለመምታን ይግዝኡ በለ። ኣምላኽ ድማ ብመልክዑ ሰብ ፈጠረ፣ ብመልክዕ ኣምላኽ ፈጠሮ፣ ተባዕታይን ኣንስታይን ገይሩ ፈጠሮም ይብለና። እስኪ ንጸሊ ሎሚ ኸኣ በዚ መገዲ እዚ ወይ በዚ ቃል እዚ ቢሉ እግዚኣብሄር ክዛረበና ናብ ቤተሰብ ንኣቱ ኣለና ኣብ ቤተሰብ ዘለና ኣለና ሲንግል ማምስ ኣለና ንኩላና ዝምል እግዚኣብሔር ይመስገን ሃሌሉያ ክንጽሊ ኢና እግዚኣብሔር ይመስገን ብሩኽ እግዚኣብሔር ኣቦና ብጎይታ ብኢየሱስ ስም ነመስግነካ ኣለና ብሓቂ እዛ መዓልቲ እዚኣ ኣብ ዕድመ ነፍሲ ወከፍና ዝመላእካ ንስኻ ኢኻ እሞ እግዚኣብሄር ተጠንቂቕካ ጉስነት ካብ ልዕሊ ነፍሲ ወከፍና ጽኒዕካ ከምዚ ኢልና ተኣኪብና ንኣኻ ከነምልኽ ተገብረልና ብምዝካር ንኣኻ ከነመስግን እግዚኣብሄር ድምፅኻ ከዓ ክንሰምዕ ብሓቂ ከም ህዝቢ ኣምላኽ መጠን ተኣኪብና ፌሎውሽፕ ክንገብር እዚ ዕድል እዚ ዝሓለፋ እዚ ንዓና ስለ ዝገበርካ ነመስግነካ ኣለና ሕጂ ከኣ ብሩኹ እግዚኣብሄር እቲ ዘስተምህር ቅዱስ መንፈስካ ኣብ መንጎና ክስልጥን እግዚኣብሄር ኣምላኽ ነፍሲ ወከፍና ከኣ ብቓልካ ክትዛረበና ዋና እቲ ቃል ንስኻ ኢኻ ንሕና ከኣ ህዝብኻ ኢና እግዚኣብሄር ንቓልካ ኣብ ልቢ ነፍሲ ወከፍ ከተብጽሕ ክተግሃሉ በዛ ሰዓት እዚኣ ንኣኻ ኣሕሊፈ እህበካ ኣለኹ። እግዚኣብሔር ኣምላኽ ናይ ህዝብኻ ምጽንናዕ ዘይፈቱ ጸላእ ጽድቂ ኣቦ ኩሉ ክፍኣት ዝኾነ ናይ ኣጋንንቲ ኣሰራርሓ ናይ ዲያብሎስ ኣሰራርሓ ኩሉ ብጎይታ ብኢየሱስ ስም እቃወሞ ኣለኹ። ብጎይታ ብየሱስ ስም ተኣሲሩ ምድረ ጻሚ ይኺድ ንስኻ ግና ብሓው መንፈስካ ቅጸረና ክብርኻ ኣብ መንጎና ሰልጥን ኩሉ ክብሪ ኩሉ ምስጋና ኩሉ ውዳሴ ንዓኻ ይኹን ብኢየሱስ ስም አሜን ሃሌሉያ እግዚአብሔር ዝተመስገነ ይኹን ከምቲ ኣቐዲመ ትንክፍ ዘበልክዎ መንግስቲ ኦንታርዮ ንምንታይ እዩ እዚ ፋሚሊ ደይ ኢሉ ነዛ መዓልቲ እዚኣ ዝሓዝኣ? ኣብ ኩለን ስቴትስ ኣይኮነን ግን ኣብ ገለ ስቴትስ ግን እዚ ኣፍልጦ ሂቦም ዝሓዝእዎ ነገር እዩ። ስለዚ እንታይ እዩ እቲ ምኽንያት? ኢለ እርእ ነይረ እሞ ኣብኡ እንታይ እዩ ዝብል እቲ ሓሳብ ወይ እውን እንታይ እዩ እቲ ቀንዲ መልእኽቲ ናይ ቤተሰብ ምትእስሳር ክህሉ ናይ ቤተሰብ ክብርታት ክሕሎ ወይ እውን እቲ ቫልዩስ ናይ ቤተሰብ ክሕሎ ኣብ ቤተሰብ ዘሎ ሓድነት ክድልድል በዚ እቲ መንግስቲ ነዛ መዓልቲ እዚኣ ሓዚእዋ ኣሎ። ስለዚ ቤተሰብ ንሓድሕዱ ብሓንሳእ ኮይኑ ከም ቤተሰብ ፍቕሩ ዝገላለጸሉ ከም ኣማኒ ከዓ እግዚኣብሔር ዝገበረሉ ዝዝክረሉ ዝትንትነሉ መቸስ ከም ከማና ከም ኤርትራውያን ብዙሕ ነገር ስለ ዝሓለፍና ብብዙሕ ነገራት ሳጊሩ እዚ ምዕራፍ እዚ ዘብጽሐ እግዚኣብሄር ህድእ ኢልካ ክትሓስብ እትተገብረልካ ሓለፋ ከዓ ከተስተንትን ንእግዚኣብሄር ከዓ ብምስጋና ወሬታ ክትመልስ ቅኑዕ እዩ ስለዚ ቤተ ክርስቲያን ከዓ ብዛዕባ እዚ ነገር እዚ ዓመታዊ ቤተሰብ ዝድልድለሉ፣ ቤተሰብ ንሓድሕዱ እቲ ፍቓድ ኣምላኽ ተረዲኡ ደው ዝብለሉ ምኽሪ፣ ትምህርቲ ክትህብ ፍቓድ ኣምላኽ እዩ። እንታይ ድዩ ዕላማ ናይ ዝኾነ ነገር ተዘይተረዲእካ ናበይ ከም ትኸይድ እውን ኣይትፈልጥን ኢኻ፣ እንታይ ከም ትገብር እውን ኣይትፈልጥን ኢኻ፣ ምስቲ ዕላማ ዝጋጮ ክትገብርን ክትነብርን ትኽእል ኢኻ። ስለዚ ናይ ሎሚ ዕላማይ እንታይ እዩ? እቲ ኣርእስተይ መደብ ኣምላኽ ንቤተሰብ፣ መደብ ኣምላኽ ንሓዳር ዝብል እዩ። መደብ ኣምላኽ ንቤተሰብ ወይ መደብ ኣምላኽ ንሓዳር ዝብል እዩ። ስለዚ እቲ እግዚኣብሔር መጀመርያ ዝመደቦ ወይ እውን እቲ ዕላማ ብዙሕ ክኸውን ይኽእል እንድዩ፣ ኣነ ግና ኣብ ሓንቲ ተኲረ እየ ክዛረብ፣ ኣብ ሓንቲ ተኲረ እየ ክዛረብ። ስለዚ እቲ ዕላማ እግዚኣብሄር እንታይ እዩ ነይሩ? ብምንታይ ከ ተዓናቒፉ? ብኸመይ ከ ክንሕድሶ? ብኸመይ ከ ሪስቶርድ ኮይኑ ወይ እውን ተሓልዩ ክነብር ክቕፅል ይኽእል ከም ክርስትያን ቤተሰብ ማለት እዩ። ኣብዚ ተኩርና ክንሪኢ ኢና እግዚኣብሄር ከኣ ክረድኣና እዩ እግዚኣብሄር ዝተመስገነ ይኹን ብመሰረቱ ብመሰረቱ ቤተሰብ ዝጀመረ እግዚኣብሄር ባዕሉ እዩ እግዚኣብሄር ከኣ ኣብ ኤደን ገነት እዩ ጀሚርዎ ቅድሚ ዝኾነ ቅድሚ ዝኾነ ነገር ምቋሙ ወይ እግዚኣብሄር ምስራቱ ንቤተሰብ ክስርት ከሎ ንቤተሰብ ከቕውም ከሎ ስለዚ ቤተሰብ ናይ ኩሉ ነገር መሰረት እዩ። ናይ ማሕበር መሰረት እዩ። ናይ ሕብረተሰብ መሰረት እዩ። ናይ ሃገር መሰረት እዩ። ቤተሰብ ክሳዕ ክንደይ ቀንዲ ምዃኑ ወይ እውን ኣገዳሲ ምዃኑ ክንርዳእ ንኽእል። እግዚኣብሔር መጀመርያ ንኣዳምን ሂዋንን ኣዋሲቡ ወይ እውን ሓደ ገይሩ ኣብ ኤደን ገነት እዩ ኣቐሚጥዎም። ህይወት ኣብ ኤደን ገነት እዩ ተጀሚሩ። ልዕሊ ኩሉ ነቲ ዝነበረ ሓድነት ነቲ ዝነበረ ሓዳር ጥዑም ዝገብሮ ከዓ እግዚኣብሄር ምስኦም ስለ ዝነበረ እዩ። እግዚኣብሄር ኣብ ገነት ይመላለስ ነይሩ። እግዚኣብሄር ይመርሖም ነይሩ። እግዚኣብሄር ይዛረቦም ነይሩ። ንሳቶም እውን ድምፂ ኣምላኽ ይሰምዑ ነይሮም። ስለዚ ናብራ ኣብ ገነት ጀሚሮሞ ምግቦም ካብ ገነት ነይሩ ክዳኖም ገነት ነይሩ ኣምልኾኦም ኣብ ገነት ነይሩ ኩሉ ነገሮም ኣብ ገነት እዩ ነይሩ ካብታ እግዚኣብሄር ዘቐመጦም ቦታ ካብታ ዝነበረት ጥዕምቲ ፍርሓት ዘይብላ ስንባድ ዘይብላ ሓጢኣት ዘይብላ ንኽወፁ ጠንቂ ዝኾነ ግን እቲ ዕላማ እግዚኣብሄር እንታይ ምዃኑ ሰይጣን ርዳእ እዩ። እቲ ዕላማ እግዚኣብሄር ንሓዳር ስለዚ ጸላእ ታርጌት ክገብራ ከሎ ነዚ ሓዳር እዚኣ ኢና ንርኢ። ኣብቲ ቀዲመ ዘንበብክዎ ደጊመ እውን እንተረኣኽዎ ጽቡቕ እዩ እንታይ ይብል ኣምላኽ ከዓ ብመልክዕና ከም ምስልና ሰብ ንግበር ንዓሳ ባሕርን ነዕዋፍ ሰማይን ንእንስሳን ንብዘላ ምድርን ኣብ ምድሪ ለመም ንዝብል ኵሉ ለመምታን ይግዝኡ በለ። ኣምላኽ ድማ ብምልክዑ ሰብ ፈጠረ፣ ብመልክዕ ኣምላኽ ፈጠሮ፣ ተባዕታይን ኣንስታይን ገይሩ ፈጠሮም። ስለዚ እዛ ሓዳር እዚኣ መግለጺ መልክዕ እግዚኣብሄር እያ። እዛ ሓዳር እዚኣ መግለጺ ናይ ስላሴ እያ ክንሪኦ ከለና እቲ ቃል ማለት እዩ እግዚኣብሄር በዛ ቤተሰብ እዚኣ ልዕሊ እምሮና ዝኾነ ብኦኦም ክንጸባረቕ ዝመደቦ ዝወድኦ መልክዕ ስለዚ እቲ ቀንዲ ነገር እታ ሓሳበይ ኣብዚኣ እያ ተተኩር ማለት እዩ ቤተሰብ ናይቲ ቤተሰብ ጥራይ ኣይኮነን ናይቲ ሰብኣይን ሰበይትን ጉዳይ ጥራይ ኣይኮነን ውሉድ ምውላድ ወይ እውን ከምኡ እቲ ዘርኢ ምቕጻል ሓደ ዕላማ ናይ እግዚኣብሄር እኳ እንተኾነ እግዚኣብሄር ግን ቀንዲ መልክዑ በታ ቤተሰብ እቲኣ ንፍጥረት ኩሉ ክብረቱ ንፍጥረት ኩሉ ብኣቢሉ ክንጸባረቕ እቲ ዕላማ እግዚኣብሄር እዚ እዩ። ሰይጣን ነዛ ነገር እዚኣ ንምኹላፍ ንኣዳምን ሂዋንን ክፍትኖም ከሎ ንርኢ። ስለዚ ኣዳምን ሂዋንን ብሰሪ ሓጢኣት እዚ ብዙሕ ግዜ ስለ ንሰምዖ ብሰሪ ሓጢኣት ካብ እግዚኣብሄር ክሃድሙ፣ ካብ እግዚኣብሄር ክሕብኡ፣ ክሓፍሩ፣ መወዳእትኡውን ካብ ገነት ክወጹ ከለዉ ንርኢ። ሓጢኣት ክሳዕ ክንደይ ነቲ እግዚኣብሄር ዝመደቦ ክቡር ነገር፣ መግለጺ ክብሩ፣ መግለጺ መልክዑ፣ መግለጺ ባህርያቱ ክኸውን ዘቖሞ ነገር፣ ጸላኢ ክሳዕ ክንደይ ታርጌት ከም ዝገብሮ፣ ሰብ ከኣ እንተዘየስተውዒሉ ክሳዕ ክንደይ ግዳይ ከም ዝኸውን ካብዚ ክንርዳእ ንኽእል ማለት እዩ። ቅድሚ ነዊሕ ግዜ ሓንቲ ትራክት ርእየ፣ ቅድሚ ነዊሕ ዓመታት እዩ። እንታይ እዩ ኣርእስታ ነይሩ? ቀድሞ የተሸሸገው ማን ነው እያ ትብል ነይራ። ቀድሞ የተሸሸገው ማን ነው። ሕጅስ ሰብ ድዩ ወይስ እግዚኣብሄር እዩ ናብ ዝብል እንድዩ ቀዲሙ ዝተሓብአ መን እዩ ሰብ እዩ ቀዲሙ ዝተሓብአ ቀዲሙ ኪዳን ዘፍረሰ ሰብ እዩ እግዚኣብሄር ግን እንተርኢናዮ ነታ ስድራ ከናድያ ከሎ ኢና ንርኢ ኣዳም ኣዳም ኣበይ ኣለኻ ኢሉ ዘናድየ እግዚኣብሄር እዩ ኣብ ሓድሽ ኪዳን መጺእና እውን ጎይታና የሱስ ክርስቶስ ኣብ ቤት ዘኪዎስ ምስ ኣተወ ወዲ ሰብ ንጥፉእ ክደልን ከድሕንን እዩ ዝመፀ እቲ ናይ እግዚኣብሄር ተበግሶ እግዚኣብሄር ኩሉ ሳዕ ተዓጊቡ ከሎ ተጠሊሙ ከሎ ሰብ ዓሚፁ ከሎ መሊሱ ነቲ ሰብ ዝደሊ እግዚኣብሄር እዩ ክብሪ ንስሙ ይኹን ዝኣምላኽ እዚ ለሞን ኣይተለወጠ ንዝወደቐ ከተስእ ንዝደኸመ ከበርትዕ ንዝጠፍአ ክመልስ በብዙሕ መገዲ እግዚኣብሄር ለሞን ኣብ ስራሕ እዩ ዘሎ ኣቦይ ይገብር ኣነ ከዓ እገብር ኣለኹ ኢሉ እግዚኣብሔር ዝተመስገነ ይኹን ስለዚ ንኣዳምን ሂዋንን እቲ ዝገጠሞም ነገር ናይ እግዚኣብሔር መደብ ኣይነበረን እግዚኣብሔር ኣይፈልጦን ማለት ኣይኮነን እግዚኣብሔር ኩሉ ዝፈልጥ ኣምላኽ እዩ ነታ ዘይትኸብድ ሓንቲ ትእዛዝ ደሓር እኮ ኣማኢት ትእዛዛት እዩ እኮ ተዋሂቡ፣ ኣማኢት ሕግታት እዩ እኮ ተዋሂቡ። ንኣዳምን ሄዋንን ግን ኣብ ትሕቲ ስልጣን እግዚኣብሄር ምህላዎም ምእንቲ ክፈልጡ፣ ኣብ ትሕቲ እቲ ኹሉ ዝኽእል ኣምላኽ ተመሊኾም ምእንቲ ክነብሩ ናይ ምልኪ መርኣያ ሓንቲ ሕጊ ዘይትኸብድ ሕጊ ሂብዎም ንኽብረቶም። ንዓ ግን ክጥሕስዋ ከለዉ ንዓ ግን ክሰግርዋ ከለዉ ኢና ንርኢ። ናታ ሳዕቤን ከኣ ንዝቕጽል ወለዶ ክልክሞ ከሎ ሕጂ እንታይ እዩ ሓጢኣትሲ ብጣዕሚ ኮንታጅየስ እዩ ለካም እዩ ኣባኻ ጥራይ ተሓፂሩ ይተርፍን እዩ እታ ንስኻ ትገብራ ንኻልእ ግዳይ ትገብር ማለት እዩ ንኻልእ ኣብኡ ዘየለ ሰብ ግዳይ ትገብር ዝመፅእ ወለዶ ከዓ ኣብኡ ክልከም ከሎ ንርኢ ኣብታ ቤተሰብ ሙቐት ኣብታ ቤተሰብ ፍቕሪ ክህሉ ዝግብኦ ኣብታ ቤተሰብ ኣርባዕተ ኣርባዕተ ኣባላት ዘለዉዋ ስድራ እያ ነይራ። ክልተ ኣሕዋት ዘለዉዋ ስድራ ወይ ቤተሰብ ጥራይ እያ ነይራ። ግን ቃየል ከኣብ ሓዉ ክቐንእ ከሎ ንርኢ። ኣብ ሓዉ ክቐንእ ከሎ እግዚኣብሄር ግን ኣይገደፎን ክዛረቦ ከሎ ቃየል ስለምንታይ ገጽካ ጸልመተ ስለምንታይ ገጽካ ጸሊሙ ቅኑዕ ነገር ሰናይ ነገር ተትገብርስ ትኽ ደይምበለን ሕጂ ግና ሓጢኣት ትቃጸወካ ኣላ ኣብ ኣፍ ደገ ትቃጸወካ ኣላ ፍቓዳ ወይ ድልየታ ከኣ ናባኻ እዩ ግን ግዝኣያ ዓቕሚ ኣለዎ ለካ ዓቕሚ ነይርዎ ቃኤል ክመልካ ዓቕሚ ነይርዎ ነቲ ነቲ ፈታናቲ ክስዕሮ ማለት እዩ ግን ኢዱ ክህብ ከሎ ንርኢ ሓጢኣት ክፉእ እዩ ክሳዕ እትገብሮ ድርኸካ ድርኸካ እቲ ውጽኢቱ ኣሳጊርካ ኣይትርእዮን ኢኻ። ስለዚ እግዚኣብሄር ርጉም ኢኻ ኢልዎ። ቀባሕባሓይን ኮብላልን ክትከውን ኢኻ ኢልዎ ዕድሚኡ ምሉእ። ቀባሕባሓይ፣ ኮብላሊ፣ ዘይቅሱን፣ ዘይርጉም። መንፈሳዊ ቅንኢ እኮ ሕማቅ ኣይኮነን እቲ ሓውካ ዝገበሮ ሰናይ ነገር ከምኡ ክትገብር ሰናይ ተበግሶ ክሓድረካ ጽቡቅ ሓውካ ጽቡቅ ስለ ዝገበረ ግን ስለምንታይ ኣንጻሩ ድቃስ ትስእን ስለዚ እዚ እውን ነታ ቤተሰብ ሓጢኣት ዘስዓቦ መሪር ነገር እዩ ኔሩ ቀጺሉ ዋላ ኣብ ኣብርሃም ናይ እምነት ኣቦ ንብሎ ኣብኡ ወን ኣብ ቤቱ ሕምስምስ ንርኢ ቀጺሉ ኣብ ይስሃቅ ኣብ ደቁ ንርኢ ቀጺሉ ብ ያእቆብ ገዛእ ኣሐዋቱ ንየሴፍ ኣሕሊፎም ክህብዎ ከለዉ ወይ ክሸጥዎ ከለዉ ንርኢ ቀጺሉ ኣብ ዳዊት ኣብቲ ቅዱስ ናይ ኣምላኽ ሰብ ውን እዚ ዘይብሃል ሕምስምስ ኣብቲ ቤተሰብ ከኣ ንርኢ ሓጥያት ክፉእ እዩ። ክፉእ እዩ ሓጢኣት ስለዚ ሓጢኣት ኢዳ ከተእቱ ከላ ናብ ቤተሰብ እቲ ሳዕቤና መሪር እዩ ማለት እዩ ሳዕቤና መሪር ስለዚ ኣምላኽ ብዝህበካ ጸጋ ብቃል ብብርሃን ቃሉ ተመሪሕካ ብዕሩይን ቅኑዕን መገዲ ክትከይድ ከለኻ እግዚኣብሄር ጸጋ ይህብ እዩ እግዚኣብሄር ምሳኻ ይኸውን እዩ ሎም እውን ሰባት ንእግዚኣብሄር ኣብ ህይወቶም ከግዝእዎ ከለዉ፣ ኣብ ሓዳሮም ከግዝእዎ ከለዉ፣ እግዚኣብሄር ምስኦም ይኸውን። ኣብታ ቤት ከኣ ሰላም ይህሉ። ሰላም ይህሉ ኣብታ ቤት። በንጻሩ እንተኾይኑ ከኣ እቲ ሳዕቤኑ ቀሊል ኣይኮነን። ስለዚ እንታይ እዩ እቲ መልክዕ ኣምላኽ ክብሎ ዝጸናሕኩ ብርዝነት ክረኣ ዝግብኦ ነገር እዩ። ናይ ክልቴኻ ጉዳይ፣ ናይ ሰብኣይን ሰበይትን ጉዳይ፣ ናይ ደቅኻ ጉዳይ ኣይኮነን፣ ዝዓበየ ስእሊ ኣሎ። ገለ ነገር ኣብ ሓዳር ክለዓል ከሎሲ ገለ ነገር ኣብ ሓዳር ክለዓል ከሎስ ዋእ ኣነ እኮ ወይ እዛ ሓዳረይ እኮ ወይ እዛ ቤተይ እኮ መልክዕ እግዚኣብሄር ዝግለጸላ እያ። ቃል ኣምላኽ እሲ ኣብ መዝሙር ዓሰርተ ትሽዓተ ሰማያት ክብሪ ኣምላኽ የዘንቱ ጠፈር ከዓ እግዚኣብሔር ዝተመስገነ ይኹን ዝኾነ ፍጥረት ነቲ እተፈጠረሉ ዕላማ ደው ክብል ከሎ ናይ እግዚኣብሔር ክብሪ የንፀባርቕ ናይ እግዚኣብሔር ዕብየት የንፀባርቕ ናይ ሰራሒኡ ስልጣን ናይ ሰራሒኡ ጥበብ ናይ ሰራሒኡ ክእለት የንፀባርቕ መልክዕ እግዚኣብሔር የንጸባርቅ። ሕጂ ረባ የለን ድምጺ የለን ግን እታ ሓንቲ መዓልትስ ነታ ሓንቲ መዓልቲ ፍልጠት ተሕልፈላ ኣሎ። ኩሉ ሳዕ ዝዛረቡ ንዝርኢ ንዘስተውዕል ማለት እዩ። ሓዳር ከኣ ነቲ እግዚኣብሔር ዝመደቦ ዕላማ ክውዕል ከሎ ንዝረኣን ንዘይረኣን ዘመሓላልፎ መልእኽቲ ኣሎ። ንሰይጣን ንመላእኽቲ ንሰባት ዘመሓላልፎ መልእኽቲ ኣሎ ስለዚ እሱ ክረአ ዝግብኦ ከምዚ ቀደም ቆልዑ ኮይንና ገዛ ገዛ ሰሪሕና ሑፃ ሰሪሕና ክንከይድ ከለና ሽዑ ሃደሽ ሃደሽ ኣቢልናዮ ንኸይድ ሓዳር ከምኡ ኣይኮነን ካብኡ ዝዓቢ ነገር ኣሎ እግዚኣብሄር ኣሎ እግዚኣብሄር ኣብቲ ሓዳር ዕላማ ኣለዎ ገና ክብገስ ከሎ እግዚኣብሄር ነቲ ሓዳር ዝጥዕም ነቲ ሓዳር ዘለምልም ናቱ ክብሪ ናቱ ባህርያት ናቱ መልክዕ ናይ ስላሴ መልክዕ ኣብኡ ክግለጽ ከሎ እዩ ሰብኣይ ኣቦኡን ኣዲኡን ይሓድግ ምስ ሰበይቱ ከዓ ይጣበቕ ሓደ ስጋ ከዓ ይኾኑ ሓደ ስጋ ክልተ ከለውሲ ሓደ ስጋ ይብሎም ምስጢር እዩ እግዚኣብሔር ከዓ ሰለስተ ኣካል ኣለዎ ኣብ ወድ መንፈስ ቅዱስ ሰለስተ ኣካል ግን ሓደ ኣምላኽ ከዓ ንብል ሕጂ ሲ ኣሰራርዕኡ ምስጢር እዩ እግዚኣብሔር ኣብ ሓድሽ ኪዳን ክንመጽእ ከለና ኣብ ሓድሽ ኪዳን ክንመጽእ ከለና ጎይታ የሱስ ነቲ ውድቀት፣ ጎይታ የሱስ ነቲ ተስፋ ዘይነበሮ፣ ጎይታ የሱስ ነቲ ሰባት ክሕድስዎ ዘይከኣሉ ዓበይቲ ሰባት፣ ቅዱሳት ሰባት ክነሶም፣ ጎይታ የሱስ ግን ክሕድሶ ከሎ ክፍውሶ ከሎ ኢና ንርኢ። እቲ እቲ እቲ መበገሲ እንተርኢናሲ ኣብ ኣብ ሉቃስ ክልተ ትሽዓተን ን ዓሰርተን ዓሰርተ ሓደን እንታይ ይብል? እቲ መልኣኽ ድማ እንሆ ሎሚ መድሓኒ ኣብ ዓዲ ዳዊት ተወሊዱልኩም ስለ ዘሎ ንሱ ኸኣ ክርስቶስ ጐይታ እዩ ንዅሉ ህዝቢ ዝኸውን ዓብዪ ሓጐስ እበስረኩም ኣለኹ እቲ መልኣኽ እግዚኣብሄር ተገሊጹ እቲ ካብ ኣምላኽ ዝኾነ ሓጎስ ኣብ ውልቂ፣ ኣብ ሰዓብቲ፣ ኣብ ቤተሰብ፣ እቲ ጎዲሉ ዝነበረ ሓጎስ ሕጂ ግን ብምምጻእ ጎይታ፣ ብምምጻእ እቲ መድሓኒ፣ ብምምጻእ እቲ ቅቡእ ክርስቶስ ሓጎስ ክመጽእ ከሎ፣ ምድሓን ክመጽእ ከሎ፣ ዕርቂ ምስ ኣምላኽ ክመጽእ ከሎ፣ መሊስካ ናብ ገነት ምእታው ክመጽእ ከሎ እግዚኣብሄር ዝተመስገነ ይኹን። ምስኡ እተሓሒዞም እውን ምስኡ እተሓሒዞም ብዙሓት ሰራዊት ሰማይ ይብል ቀጺሉ ብታ ክፍሊ ዓሰርተ ሰለስተን ዓሰርተ ኣርባዕተን ሉቃስ ክልተ ብዙሓት ሰራዊት ሰማይ ድማ ብድንገት ምስ መልኣኽ ተጸንቢሮም ክብሪ ንኣምላኽ ኣብ ላዕሊ ሰላም ከኣ ኣብ ምድሪ ኣብ መንጎቶም ስምረት ኣምላኽ ዘለዎም ሰባት እናበሉ ንኣምላኽ ኣመስገኑ። ምስ ልደት ናይ ጎይታና ኢየሱስ ክርስቶስ ሓጎስ ተበሲሩ፣ ምድሓን ተበሲሩ፣ ሰላም ከኣ ተበሲሩ። ሰላም ንዝሰኣነት፣ ኣብ ጸልማትን ድነሞትን ትጓሰ ንዝነበረት ዓለም ኢየሱስ ብርሃን ኮይኑ ተገሊጹ። ኣማኑኤል ኮይኑ ተገሊጹ፣ ኣምላኽ ምሳና። እቲ ንውሉድ ወለዶ ካብ ኣዳም ጀሚርካ ተኸሲሩ ዝነበረ ሕጂ ግን ጎይታና ኢየሱስ ክርስቶስ ሪስቶር ክገብሮ ናብ ንቡር ክመልሶ ግን ኣብ መን ኣብቶም ስምረት ኣምላኽ ዘለዎም ኣብቶም ነቲ ናቱ ፍቓድ ነቲ ናቱ ምኽሪ ኣሜን ዝበሉ እዚ ሰላም እዚ ተኣዚዙ ኣሎ ጎይታ ኢየሱስ ሰላመይ ኣሓድገልኩም ሰላመይ ይህበኩም፣ ሰላመይ ከኣ እሓድገልኩም። እዚ ኣነ ዝህቦ ሰላም ከምቲ ዓለም ትህቦ ኣይኮነን። እግዚኣብሄር ይመስገን። ሰብ ምስ ኣምላኽ ክዕረቕ ከሎ፣ ሰብ ናብ ጐይታ ክመጽእ ከሎ፣ እቲ ቀዳማይ ዝረኽቦ ተለማሚድዎ ዘይፈልጥ ሰላም እዩ። ተለማሚድዎ ዘይፈልጥ ሓጐስ እዩ። ፈለቕለቕ ዝብል ሓጐስ። ስለዚ ጐይታ እዚ ሒዙ መጺኡ። እግዚኣብሄር ዝተመስገነ ይኹን። ፈሪሳውያን ክሓትዎ ከለዉ ሙሴ ፍትሕ ወረቐት መፍትሒ ኣሂብካሲ ከምዚ ፈቒድልና እዩ ኢሎሞ እሱ ግን እንታይ ኢልዎም ካብ መጀመርታስ ከምኡ ኣይነበረን ስለዚ እንታይ እዩ ዝብል ዘሎ ናብ መጀመርታ ንመለስ እዩ ዝብል ዘሎ ናብቲ መጀመርታ ኣምላኽ ዘጋጠሞ ሰብ ኣይፍለዮ እወ ብብዙሕ ተሓሊፉ እዩ ሕጂ ግን ኣብቲ መጀመርታ ንመለስ ኣምላኽ ዘጋጠሞ ሰብ ኣይፍለዮ ምኽንያቱ እቲ ኣምላኽ ዘጋጠሞ መግለጺ መልክዑ ክኸውን እዩ መልክዑ ከንጸባርቕ እዩ መልክዑ ከርኢ እዩ ነቲ ብሓዳር ዘሎ ነቲ ብሂወት ዘሎ ከይመስሎ ክእል ግን ኣብ ዝኸዶ እግዚኣብሄር እግዚኣብሄር ዝጨኑ ነገር ኣለዎ መኣዛ ኣለዎ ዝግለጽ ነገር ኣለዎ እግዚኣብሄር ዝተመስገነ ይኹን እሞ ሃዋርያ ጳውሎስ ኣብ ቀዳማይ ቆሮንቶስ ዓሰርተ ሓደ ከምዚ ኢሉ ኣብ ቀዳማይ ቆሮንቶስ ዓሰርተ ሓደ ሰለስተ ርእሲ ሰብኣይ ዘበለ ክርስቶስ ርእሲ ሰበይቲ ከዓ ሰብኣይ ርእሲ ክርስቶስ እውን ኣምላኽ ከም ዝኾነ ክትፈልጡ እፈቱ ኣለኹ ክትፈልጡ እፈቱ ኣለኹ ዝኾነ ነገር ፈሊጥካ ክትገብሮ ከለኻ ኣይጣዕሰካን እዩ ፈሊጥካ ክትኣትዎ ከለኻ ኩሉ ገምጊምካ ስለ ትኣትዎ የዐውተካ እዩ እግዚኣብሄር ዝተመስገነ ይኹን ስለዚ ክትፈልጡ ፈቱ ኣለኹ ኢልዎም ንሰብ ቆሮንቶስ ክፈልጥዎ ዝደለዮም ነገር ከኣ እንታይ እዩ እግዚኣብሄር ኣቦ ርእሲ ጎይታና ኢየሱስ ክርስቶስ ምዃኑ ጎይታና ኢየሱስ ክርስቶስ ርእሲ ሰብኣይ ምዃኑ ሰብኣይ ከኣ ርእሲ ሰበይቱ ምዃኑ ስለዚ ሃዋርያ ጳውሎስ እዛ ነገር እዚኣ እዛ ናይ ስልጣን ሰንሰለት እዛ ናይ ስልጣን መዋቕር ኣብ ቤተሰብ ከም ትግለጽ ቤተሰብ እሲ ናይ ስልጣን እግዚኣብሔር መርኣያ መግለጺ ስልጣን እግዚኣብሔር ኣብ ምድሪ ክገሃድ ክረአ ቤተሰብ ዘለዎ ሓላፍነት እያ ተርኢ እዚኣ ከዓ ስላሴ ኣቦን ወድን ኣብዚ ተገሊጾም ኣለዉ። ኣቦ ከፍቅር ወዲ ኸኣ ክእዘዝ። እታ ኣብ ኣቦን ወድን ዘላ ነገር ዋላ ሓንቲ ሽግር የብላን። ካብ ዘመናት ሽግር የብላን። እቲ ሽግር ዘይምህላዋ ኸኣ ናይ ኣቦ ፍቕሪ ፍጹም እዩ፣ ናይ ወዲ ምእዛዝ ከኣ ፍጹም እዩ። ኣምላኽ ዝተመስገነ ይኹን። ፍጹም ምእዛዝ እዩ። ጐይታና ኢየሱስ ክርስቶስ ካብ ኣቦ ስለ ዝንእስ ኣይኰነን፣ ወይ እውን ኣቦ ክትግዛእ ኣለካ ኢሉ ስለ ዘገደዶ እውን ኣይኰነን። ኣብ ፍቓድ ዝተመስረተ እዩ። ጐይታና ኢየሱስ ገና ክመጽእ ከሎ ኣብ ዮሃንስ ሽዱሽተ ሰላሳን ሸሞንተን እንታይ እዩ ኢሉ? ኣነ ፍቓድ እቲ ዝለኣኸኒ እምበር ፍቓደይ ምእንቲ ክገብር ኣይኰንኩን ካብ ሰማይ ወሪደ ዘለኹ። ስለዚ ገና ክወርድ ከሎ ፍቓድ ኣቦኡ ምእንቲ ኸገልግል እዩ። ፍቓድካ ደኣ እምበር ፍቓደይሲ ኣይኹን ኢሉ ዋላ ኣብቲ መሪር ዝኾነ መስቀል ኣብ ቅድሚኡ ምስ መጸ ፍቓድካ እንተኾይኑስ እዛ ጽዋ እዚኣ ትሕለፍ ካባይ ትሕለፍ ገናኸ ፍቓድካ ደኣ እምበር ናተይሲ ኣይኹን ታይ ዝበለ ጭካኔ ታይ ዝበለ ምእዛዝ ታይ ዝበለ ሳብሚሽን እዩ ነይሩ ኣብ ጎይታና የሱስ ክርስቶስ ስለዚ እዛ ተዋረድ ናይ ስልጣን ተዋረድ እዚኣ ኣብ ቤት ከዓ ፍሎው ክትገብር እቲ ናይ እግዚኣብሄር ነገር እቲ ናይ ስላሴ ነገር ከዓ ቤተሰብ ክረአ ንሕና ክንተሓባበር ከም ቤተሰብ ማለት እዩ ንዓና ክፅብቐልና እቲ እግዚኣብሄር ዝሰርዖ ንዕኡ ክትእዘዝ ከለኻ ናይ ብሓቂ ሓደ እግዚኣብሄር ይኸብር፣ እቲ እግዚኣብሄር ኣብ ቤተሰብ ዝመደቦ ዕላማ ኸኣ ይፍጸም፣ ክዉን ይኸውን፣ ንዓና ኸኣ ጽብቐልና ማለት እዩ። ንዓና ኸኣ ጽብቐልና። ስለዚ ሰብኣይ ክልተ ሓላፍነት ኣለዎ ኣብዚ ማለት እዩ። ሓደ ንክርስቶስ ክእዘዝ ኣለዎ፣ እቲ ነገር ክቕጽል እንተኾይኑ ንክርስቶስ ብምሉእ ልቡ ዝእዘዝ ክኸውን ኣለዎ፣ በንጻሩ ከኣ ንሰበይቱ ከኣ ዘፍቅር ክኸውን ኣለዎ። ሰበይቲኸ ሓላፍነታ ንሰብኣያ ክትእዘዝ ኣለዋ ክትእዘዝ ኣለዋ። መን እዩ እዚ ትእዛዝ እዚ ዝህብ ዘሎ? እግዚኣብሄር እዩ። ኣቱም ሰባት ሰብ ሰብኡት ተኣኪብና ዝወሰንናዮ ኣይኮነን እዚ ንሕና ስለ ዝደለና ኣይኮነን። ብሓቂ ተኣዘዝኒ ዝብል ሰብኣይ እንተልዩ ይጋገ ኣሎ። ይጋገ ኣሎ እቲ ምእዛዝ ዝደልዮስ እግዚኣብሄር እዩ ሰበይቲ ከኣ እቲ ቃል ብሓቂ ተረዲእዋ ንእግዚኣብሄር ኢላ ትእዘዝ እንተኾይና ዓስቢ ኣለዋ ለባም ሰበይትስ ቤታ ትሃንጽ ይብል ቃል ኣምላኽ ስለዚ ብብዙሕ ነገር ማዕሪኡ ክትከውን ትኽእል እያ፣ ብብዙሕ ነገር ካብኡ እውን ትበልፀሉ ነገር ክህልዋ እዩ ይኽእል ይኽእል እዚ ዘሎ እዩ። ኣብ ሓደ ግዜ ኣብ ዝኾነ ቦታ ምስ ዝኾነ ቤተሰብ ነይረሲ እታ ሓብቲ ክርእያ ከለኹ እታ ሓብቲ ማለት እዩ ሓደ ገዛ ኣይኮነን ክልተ ሰለስተ ገዛ ከተመሓድር ዓቕሚ ነይርዋ። ዓቕሚ ኣለዋ ንኹሉ ኦርኬስትሬት ትገብሮ ንሳ እያ ግን በንጻሩ ከኣ ንሰብኣያ እንታይ ትገብር ትእዘዝ ዓቕሚ ስለ ዘለዋ ብብዙሕ ነገር ካብ ሰብኣያ ስለ ትበልጽ ክእዘዝ የብለይን ዝብል ልቢ ክህልዋ የብሉ ትምእዛዝ ዝጽበዮ እግዚኣብሄር እዩ ሰብኣይካ ከምቲ ትጽበዮ ከይከውን ይኸእል ብዙሕ ድኻም ብዙሕ ጉድለት ክህልዎ ይኸእል ሰብኣይ ኢልካ ክሳብ ዘእትኻዮ እዋን ግና እታ ምእዛዝ ኣብ ቦታ እያ ኩሉ ሳዕ እግዚኣብሄር ይጽበያ ሰብኣይ ንክርስቶስ ክእዘዝ ሰበይቲ ከኣ ንሰብኣያ ክትእዘዝ እዚኣ እንተ ተሓልያ እቲ እግዚኣብሄር ዝመደቦ ዕላማ ንቤተሰብ ይግለጽን ይጸንዕን። እዚኣ እንተ ዘይተሓልያ ግን ኩሉ ሳዕ ሓጎጽጎጽ ኣሎ። እዚ ምእዛዝ ዝብሎ ዘለኹ ናይ ልቢ ጉዳይ እዩ። መቸስ እንኳንዶ ኣብ ካናዳ ኣብዚ ዓዲ እዚ መጺእካ እዚ ሕጂ ዘሎ ወለዶ ኣብ ኢሂን ሚሂን እዩ ዝኣምን። ከም ኣንበሳ ኮይኑ እዚ ግበሪ በዚ ውጺ በዚ እተዊ ዝብል ዘሎ ይመስለንን ዋላ ንሕና ገዲፍናዮ ኢና እቶም ዓበይቲ ማለት እዩ። ኣዎ ስለዚ ዘዋጽኣካ ምሕሳብ ጽቡቅ ኢዩ ማለት ኢዩ። ኢሂን ሚሂን ኢልካ ኢኻ ኩሉ ትገብሮ። ኢሂን ሚሂን ስለ ዝበልካ ግን ማዕረ ኢኻ ማለት ኣይኮነን። እግዚኣብሄር ክርእዮ ዝደሊ ኣብ ቤተሰብ ኣሎ። ንሱ ኸኣ ሰብኣይ ከፍቅር፣ ሰብኣይ ንክርስቶስ ክእዘዝ፣ ሰበይቲ ኸኣ ንኡ ክትእዘዝ። ስለዚ እዚ እንተተሓልዩ እግዚኣብሄር ኣብታ ቤት ኣሎ እግዚኣብሄር ኣብታ ቤት ከቢሩ ኣሎ እግዚኣብሄር ኣብታ ቤት ነጊሱ ኣሎ ማለት እዩ ስለዚ እቲ ኣብ ሰብኣይን ሰበይትን ዘሎ ነገር ንዓና ደኣ ኣይምሰለና እምበር ደቅና ከዓ እናረኣይዎ እዮም እዚ ዓብዩ ሕጂ ወዲ እንተኾይኑ ኣነስ ከም ማማ ዘበለት ሰበይቲ እንተዝህበኒ ልእምቲ እንተኾይና እዝዝቲ እንተኾይና ከምታ ኣብ ምሳሌ ሰላሳን ሓደን ዘላ ብርኽቲ ትግህቲ ሰበይቲ ሰናይ እምበር ክፉእ ዘይትገብር ከምኣ እንተኾይና እቶም ኣወዳት እንታይ እየመ ዝብሉ ቧእ ኣነስ ከም ማማ እንተኾይነን ኩለን ደቂ ኣንስትዮ ክምርዖ እየመ ዝብሉ በንጻሩ ከኣ ከምቲ ካልእ ተኮይና ከኣ ቧእ እትረፈኒ እተን ኣዋልድ ከኣ ከምኡ እቶም ኣወዳት ኣሸገርቲ እንተኮይኖም ኣብ ቤት ዝገብርዎ ኩሉ ይዕዘባ የኔ ከም ባባ እንተኮይኑ ኩሉ ሰብኣይ ይትረፈኒ ስለዚ ንደቅና እንታይ ነመሓላልፍ ኣለና ደቅና መዓልታዊ ህይወትና ወንጌል እዩ ንዕኦም ቤት ትምህርቲ እዩ ንዕኦም ስለዚ ጸባሕ ነዚ ሓዳር ነዚ መግለጺ መልክዕ እግዚኣብሄር ዝኾነ ክቡር ዝኾነ ሓዳር ከኽብርዎን ክንዕቅዎን ንሕና ተራ ኣለና ካብ ዘረባ ግብሪ ህይወት ዓው ኢሉ ይዛረብ እዩ ይዛረብ እዩ ኣይርሳዕን እዩ ከዓ ስለዚ ቤትና ኪልምልም፣ ከምቲ እግዚኣብሄር ዝመደቦ ኸኣ ኪጽብቕ ምእንቲ፣ እዚ ነገር እዚ ይተሓሎ። ሰብኣይዶ ኣይእዘዝን እዩ? ጊደኺ ግበሪ፣ ጊደኺ ግበሪ። ሰበይቲዶ ምእዛዝ ኣብያ? ጊደኻ ግበር። እግዚኣብሄር ጣልቃ ክኣቱ እዩ ሓደ መዓልቲ። ኣዎ ጣልቃ ክኣቱ እዩ። ኣ- ኣ- ኣ- ኣብ ሓዳር እዚ ከምዚ ኣብ ውድድር ኣይትኣቱን ኢኻ፣ ኣብ ህልኽ ኣይትኣቱን ኢኻ። ናይ እግዚኣብሄር ነገር ኣለዎ እየ ዝብል ዘለኹ። ነታ መልክዕ እቲኣ እቲ ሰብኣይ ደው እንተ ኢሉ ከቐጽላ ክእል እዩ፣ እታ ሰበይቲ ከኣ ደው እንተ ኢላ ዋጋ ክኽፍል እዩ። ናይ ግድን ዋእ ነፍስኹም ብትዕግስትኹም ከተጥርይዋ ኢኹም እንድዩ ዝብል። ኣብ ሓዳር ጥራይ ዘይኮነስ ኣብ ኩሉ መዳይ ህይወት ማለት እዩ። ትዕግስትስ ባህሪ እግዚኣብሄር እዩ። ትዕግስቲ ባህሪ እግዚኣብሄር እዩ። ትዕግስቲ ባህሪ ክርስትያን እዩ። ትዕግስቲ ከኣ ክንለብስ ይግብኣና። ምጉንፋጥ ኩሉ ሰዓል ምስ ርእስና እኳ ንበኣስ እኳ እንዶ ምስ ካልእ ምስ ርእስና ንበኣስ ኢና። እቲ ፍልልይ ቀልጢፍና ንነብስና ምሕረት ንገብረላ ነቲ ካልእ ግን ነኺስና ማለት እዩ። ስለዚ እቲ ሓደ ወገን እንተኣበየ እኳ ከምቲ እግዚኣብሄር ዝደልዮ እንተ ዘይኰነ እኳ፣ ናይቲ ሓደ ደው ምባል ነታ ቤት ከለምልማ ይከኣል እዩ። እወ፣ ነታ ቤት እግዚኣብሄር ክፍውሳ ይርኢ። እቱም ሰባት እግዚኣብሄር ይርኢ እዩ። እግዚኣብሄር ርሑቕ ኣይኰነን። ምእንቲ ስሙ ኢልካ ትኸፍሎ ዋጋሲ ንሱ ክርስዕሲ ዓመጸኛ ኣይኰነን እግዚኣብሄር። እስኪ ጴጥሮስ ከኣ ሎሚ ቁሩብ ናብ ኣንስቲ ዘዚኻ ከይትብሉኒ ካልእ ግዜ ከኣ ብዝበለጸ ናብቶም ሰብኡት ክዘዙየ ቃል ኣምላኽ ከኣሲ ዋእ ኣቲ ቤት ምህናጽሲ ብዝያዳስ ናይ ደቂ ኣንስትዮ እዩ ናይ ብሓቂ ኣብ ሩትሲ ሩት ራብዓይ ምዕራፍ መስለኒ ጌጋ ክለኣለይ ከምተን ንሩት ክምርቕዋ ከለዉ ወይ ንቦኣዝ ክምርቕዎ ከለዉሲ እንታይ ኢሎሞ ከምተን ንቤት እስራኤል ዝሃነጻ ከም ልያን ራሄልን ይግበራ ርኣያሞ በቃ ልያን ራሄልንሲ ንእስራኤል እንታይ ገይረና ሃኒጸንኣ ስለዚ ኣብዚ ኸኣ ለባማት ደግታት ኣሓት ኣለኽን ኣንስቲ ኣለኽን ቤትክን ተሃንጻ ማለት እዩ እግዚኣብሄር ከኣ ርእዩ እግዚኣብሄር ይርእዩ እግዚኣብሄር ዝተመስገነ ይኹን እሞ ጴጥሮስ ከኣ እንታይ ኢሉ ኣብ ቀዳማይ ጴጥሮስ ኣብ ቀዳማይ ጴጥሮስ ምዕራፍ ሰለስተ ሓደን ክልተን ከምዚ ይብል ኣትን ኣንስቲ ገለ ነቲ ቃል ዘይእዘዙ እንተለዉ ነቲ ፍርሃት ዘለዎ ንጹህ ኣካይዳኽን ምስ ረኣዩ በካይዳ ንስቶም ብዘይ ቃል ከም ረብሓ ኮይኖም ምእንቲ ክርከቡስ ከምኡ ንሰብኡት ግን ተኣዘዘኦም ከምኡ ንሰብኡት ከምቲ ኣዘዘኦም። ሕጂ ነቲ ቃል ዘይእዘዙ፣ ነቲ ቃል ዝሰምዑ ማለት እዩ እኮ፣ ነቲ ቃል ዝሰምዑ ሰባት እዮም እዞም ሰባት እዚኦም። ግን ነቲ ቃል እእዘዝዎ የለዉ፣ ነቲ ቃል ይነጽግዎ ኣለዉ። ሕጂ ብፍቕሪ እኮ ቃል ምንጋር ሕማቕ እኮ ኣይኮነን። ንዘይእዘዝ በዓል ቤትካ ምጽላይ እኮ ሕማቕ ኣይኮነን። ኣብዚኣ ግን ጴጥሮስ ጸቒጡ ዝዛረበላ ዘሎ ብዘይ ቃል እዩ ዝብል ዘሎ። ሓደ ሓደ ግዜ እኮ ሓቂ ስለ ዝፈለጥካ ወይ እውን ክጋገ ከሎ ርኢኻ እዚ ኣብ ቅድሚ እግዚኣብሄር ጌጋ እዩ ሓጢኣት እዩ ትጋገ ኣለኻ ክትኩንኖ ትኽእል ኢኻ። ሰብኣይ ከዓ ጭቕጭቕ ኣይፈቱን እዩ መመሊሱ ልቡ ክድንድን እዩ ኣይትጠቕምዮን ኢኺ ኣይትጠቕምዮን ኢኺ ክትጠቕሞ እንተኾይንካ ግን እንታይ እዩ ነቲ ወንጌል እዚ ልበስ እዩ ስጋ ዝለበሰ ወንጌል ያሃሉ ኣብቲ ቤት ነቲ ወንጌል ንበርሉ ኣብ ቤት ኣይትዛረቢ ብዘይ ቃል ክርታዕ እዩ መንፈስ ኣምላኽ ሲ መገዲ ኣለዎ ይዛረብ እዩ ስቕ ኢልኪ ስራሕኪ ክትሰርሒ ከለኺ ስቕ ኢልኪ ብምእዛዝ ቤትኪ ከተስተናብሪ ከለኺ ንሰብኣይኪ ከተኽብሪ ከለኺ እቲ ዝግባእ ክትገብሪ ከለኺ ብዘይ ቃል ክርታዕ እዩ ስቅ በሊ ናብራ ክዛረብ ሂወት ክዛረብ ጥራሕ ነቲ ቃል ንስኺ ተኣዘዝዮ ነቲ ቃል ብዝተኣዘዝክዮን ብዝነበርኩሉን መጠን ሽዑ መንፈስ ኣምላኽ ክረትዐ እዩ ብዘይ ቃል ረብሓ ብዘይ ቃል ኢዱ ክህብ እዩ ኣምላኽ ዝተመስገነ ይኹን ስለዚ ኣጻልዩኒ ሰብኣይ ከምዚ እታ ኣቋራጭ መገዲ እታ ኣቋራጭ ንበርላ እታ ወንጌል ኣብ ቤትኪ ንበርላ በቃ ዋጋ ከኽፍለክ ክኽእል እዩ ግዜ ክወስድ ይኽእል እዩ ኣምላኽ ግን እሙን እዩ ነቲ ዝበሎ ዝፍጽም ህያው እግዚኣብሄር በቃ ሓንቲ መዓልቲ ውሽጥኻ እናተጎደ ውሽጥኻ እናተቐንዘወ ትገብሮ ትነብሮ ትገልጾ ብርሃን እግዚኣብሄር ከኣ ከድምቆ እግዚኣብሄር ከኣ መሊሱ ኣብቲ ካልእ ወገን ክረትዕ ይከኣሎ እዩ እግዚኣብሄር ስም ስከም ይኹን ስለዚ ካብ ሓትና ዝድለ እዚ እዩ እቲ ህይወት እቲ ናብራ እዚ ንዘይኣምኑ እዚ ንዘይእዘዙ ጥራይ ዘይኮነ ኣሸገርቲ ንዝኾኑ ኣመንቲ እውን ይሰርሕ እዩ ኣሸገርቲ ንዝኾኑ ነቲ ኽፉእ ብሰናይ ደኣ ስዓሮ እምበር ብኽፉእ ኣይትስዓር እዩ ዝብል ቃል ኣምላኽ። ስለዚ ከም ኣማኒ መጠን ጨኪንካ ጎይታ ጸጋ ሃበኒ ክትብል ከለኻ ውሽጥኻ እናሰዓብካ ንቃሉ ክትነብር ከለኻ እግዚኣብሄር ከዐውተካ ይኽእል እዩ። ንብጫይካ ከተድሕን ንእግዚኣብሄር ከተኽብር እቲ ናይ መጀመርታ ምኽሪ ኣምላኽ መልክዑ ኣብ ቤትካ ክግለጽ ከኣ መትዓይይቲ እግዚኣብሄር ክትከውን ትኽእል ኢኻ። ዓስቢ ኣለዎ ናይ ብሓቂ ጨኪንካ ደው ክትብል ከለኻ እግዚኣብሄር ክርድእ ይከኣሎ እዩ እግዚኣብሄር ቀረባ እዩ እግዚኣብሄር ይመስገን ጸጋ ከዓ ህብ እዩ እግዚኣብሄር ናይ ብሓቂ ንዝጨከኑ ደው ንዝበሉ ፍቓዱ ንክገብሩ ደው ንዝበሉ እግዚኣብሄር ጸጋ ይህብ እዩ ንብዙሓት ኣብዚ እግዚኣብሄር ጸጋ ስለ ዘብዝሓልኩም ኢኹም ዘለኹም ናይ ብሓቂ እየ ዝብለኩም ባእሲ ስለ ዘየለ ኣይኮነን፣ ህኮት ስለ ዘየለ ኣይኮነን፣ ንዕቀት ስለ ዘየለ ኣይኮነን፣ ኣሎ ኣምላኽ ደጊፉ ግን ኣብዚ ብጺሑኩም ኣሎ። ምስ መድህን ሰላሳን ኣርባዕተን ዓመት ጌርና ኣለና እዛ ዝሓለፈት ለካቲት ሓደ ሰላሳን ኣርባዕተን ብዙሕ እዩ ይኮነ እዋ ብዙሕ እዩ እግዚኣብሄር ረዲእና እግዚኣብሄር ደጊፉና ብሓንሳእ ኣለና ኣምላኽ ዝተመስገነ ይኹን እተን ዝተረፋና ከኣ ብሓንሳእ ክንነብረን ኢና እግዚኣብሔር ክረድኣና እዩ ትማሊ ቢንያም ሓወይ እውን ሰላሳን ሰለስተን ዓመት ጌርና ብለኒ ገሪሙኒ በቃ ሰላሳን ሰለስተን ዓመት ሰለብሬት ገይሮም ንሳቶም ከኣ ትማሊ ቢንያምን ራሄልን ማለት እዩ እዎ እንቋዕ ሓጎሰኩም ክብሪ ንኣምላኽ እግዚኣብሔር ይመስገን ሕጂ ኣሎ እኮ ፈተና ኣሎ እኮ ሓጎጽጎጽ ግን ምስ ሓሳብ ኣምላኽ ምስ ምኽሪ ኣምላኽ ምስቲ ዝኣተኻዮ ኺዳን ብፍለጥ ኾኑ ብዘይፍለጥ ኣቲኻዮ እንዲኻ ጸኒዕካ ደው ትብል እግዚኣብሄር ከኣ ረድኣካ ዓስብኻ ኣብ ሰማይ ኣሎ ዓስብኻ ኸኣ ኣብ ደቅኻ ክትርእዮ ትኽእል ኢኻ ኣብ ዘርእኻ ክትርእዮ ትኽእል ኢኻ ናይ ብሓቂ ስለዚ ኣብዛ ዓዲ ኣብዚ ዓዲ ትሰምዕ እንዲኻ ዚስስ ካናዳ ይኹን ይኹን ካናዳ እንታይ እዩ እሞ ንእግዚኣብሔር እንታይ እዩ እሞ ካናዳ እምኒ ብ ልዕሊ እምኒ ምድሪ ቃል እግዚኣብሔር ጸኒዑ እዩ ዝነበር ኣይልወጥን እዩ ናይ ብሓቂ ኣብ ኤርትራ ዝነበረ ቃል ኣብዚ እውን ንሱ እዩ ኣብ ኤርትራ ዝነበረ ኣምላኽ ኣብዚ እውን ንሱ እዩ እሳቶም እኮ እቱም ሰባት ሰብ ገዲፎም ምስ ከልቢ ምንባር እዮም እኮ ጀሚሮም ናብኡ ገጽ እኮ ዝኸይድ ዘሎ ንዑ እንተስዒብካ ኣብኡ ገጽካ ኢኻ ትኸይድ ማለት እዩ ከልቢ ምህላው ሕማቕ ኣይኮነን ዋላ ሓንቲ እንጆይ ዝገብሩ ሰባት ክህሉ ክእሉ እዮም ኣብዚ ኣነ ምስ ከልቢ ባእሲ ይብለይ ግን ሰብኣይ ገዲፈ ነዚ ከልቢ ንኸልቢ ቤቢ ንኸልቢ ክንደይ ኣሽማት ኣፍ የብሉን ኣይዛረብን ዝገበሩ እንተገበርዎ ኣዋ ሰብ ፈታዊ ርእሱ ስለ ዝኾነ እዩ እኮ ስለዚ ናበይ ገጽና ኢና ኣብዚ ዓዲ ብርሃን ክንከውን እዩ ጸዊዕና ምስ በዓልቲ ቤትካ ክትወፅእ ምስ ደቅኻ ክትወፅእ ወንጌል ይዛረብ እዩ እሱ ናይ ብሓቂ ይዛረብ እዩ ብኸመይ ይዛረብ መን ርታዕ ብኡ ይንፈልጥን ግን ይዛረብ እዩ ኣምላኽ ዝተመስገነ ይኹን ሚካልን መድህንን ብጣዕሚ እየ ነዚ ድንጉያኒ ግን በቃ እናሃለኹ ሓምሽተ ሽዱሽተ ዓመት ክሳዕ ሎም እናተጸበኹ ካብ ምሸት ጀሚረ እየ ዝዛረብ ጽባሕ ሰዓት ክንድዚ መቸስ ኣብ ኩሉ ይኮነን እዚ እ በቃ ኣብ ኩሉ ይብል ኣለኹ በቃ ኣብ መድሓን እ ሚካልን መድህንን ኣጽዲቕኩመን ኣለኹም ሎም ይጽበ ታይ ደኣ ክገብር ሓደ ሓደ ግዜ ኣሎ እንድዩ ዋላ ግን ከምኡ እናገበርካ እናተዓገስካ ብሓንሳእ ክትወፅእ ክትኣቱ እግዚኣብሄር ይኸብር እግዚኣብሄር ዝተመስገነ ይኹን ሓደ ሓደ ግዜ ከላእ ሕጅስ በዚሑ ክትብል ትኽእል ኢኻ ኣብ ሓዳር እዋ ኣነ ባርያ ድየ በዚሑ ሕጅስ ጸላእኻ ቅብል ኣብለካ ፍትሕ ከም ኣማራጺ የቅርበልካ እዋ በይንኻ እኮ እማ ብሰላም ትነብር በይንኺ ብሰላም ትነብሪ ሰላም ዝበሃል የለን ንፍቓድ እግዚኣብሔር ጥሒስካ ነቲ ኣምላኽ ዘጋጠሞ ሰብ ኣይፍለዮ ዝብል ትኹል ቃል ጥሒስካ ከመይ ጌርካ ሰላም ክትጽበ ሰላም እኮ ምስ ኣምላኽ ብምስምማዕ እዩ ሰላም እኮ ነቶም እንታይ እያ ሓንቲ ቃል ወዲለይ ኣብ መዝሙር ሚእትን ዓሰርተ ትሽዓተን ሚእትን ስሳን ሓሙሽተን ሲ እቶም ሕግኻ ዘፍቅሩ ብዝሒ ሰላም ኣለዎም እወ እግዚኣብሄር ይመስገን ሕግኻ ዘፍቅሩ ማለት እኮ ንሕጉ ዝእዘዙ ማለት እዩ ንቃሉ ዝእዘዙ ብዝሒ ሰላም ኣለዎም በቃ ንእግዚኣብሄር ኣብ ምእዛዝ እያ ሰላም እቲ እግዚኣብሄር ዝጸልኦ ጌርካ ሰላም ኣይትጽበን ኢኻ። ገለ ሪሰርች ተኻይዱ በዚሲ ኣብ ገለ ዝተፋትሑ ሰባትሲ ሪሰርች ተኻይዱ እሞ ምስ ተፈታሕካ ምስ ተፈታሕክሲ ከመይ ኣሉ ህይወት እንታይ ለውጢ ኣሎ ገሊኦም ብቕንዕና ማለት እዩ ገዲዱ ሕጂ ይብሉ ገሊኦም ዋላ ሓንቲ ለውጢ የለን ከም ቀደሙ እዩ ዘሎ ይብሉ ስለዚ ናብ ዝገድድ ነገር ኢኻ ትኸይድ፣ ኣብ ቅድሚ እግዚኣብሄር እውን ትብዓት ኣይህልወካን እዩ። ሕጂ እዚ ክብል ከለኹ ምኽኑይ ዝኾነ ነገር የለን ማለት ኣይኮነን፣ ክህሉ ክእል እዩ። ምኽኑይ እቲ ሰብን ኣምላኽን ዝፈልጥዎ ማለት እዩ። ብሓፈሽኡ ንምዝራብ ግን እግዚኣብሄር ዘይፈትዎ ጌርካ ሰላም ኣይህልወካን እዩ ምስ ኣምላኽ ሰላም ኣይህልወካን እዩ ሂወትካ እግዚኣብሄር ይደግፈና ርእስኻ ትሒትካ ነገራት ምውዳእ እዩ ዝሓይሽ መንእሰያት ከዓ መቸስ ክምርዓውልና እንዲና ኩሉ ሳዕ ንደሊ ንፅሊ ነተባብዕ ጓል ኣንስተይቲ ቅድሚ ምጥማትካ ስኽኻወት ተባዕታይ ቅድሚ ምጥማትኪ ነቲ ቃል ጠምቱ ነቲ ቃል ጠምትዎ እግዚኣብሄር እንታይ እዩ ዝብል ኣነ ሰብኣይ ኮይነ ኣብ ሓዳር ኣትየስ እግዚኣብሄር ካባይ እንታይ እዩ ዝፅበ ኢልካ ኣፅሪኻ ፍለጥ ዕላማ እግዚኣብሄር ተረዳእ ድሕሪኡ ፈሊጥካ ክትኣትዎ ከለኻ ፀኒዕካ ክትነበር ኢኻ ብዙሕ ግዜ ከምዚ መልኣኽ ዝኾነ ሰብኣይ ሃበኒ መልኣኽ ዝኾነት ጓል ሃበኒ ክትብል ትኽእል እንዲኻ፣ ሕማቕ ኣይኮነን፣ እግዚኣብሄር ከኣ ለጋስ ኣምላኽ እዩ። ግን ናትካ ከምኡ ዘይምዃን ከኣ ነቲ ነገር ከባላሽዎ ክእል እዩ። ስለዚ ብቃል ኣምላኽ ክንዳሎ ሓላፍነት እንታይ ምዃኑ እቲ ካባና እግዚኣብሄር ዝጽበዮ እንታይ ምዃኑ ኣዐሪና ክንመሚ ጽቡቕ እዩ። ሓዳር ብስለት ዘድልዮ እዩ። ሃንደፍ ኢልካ ትኣትዎ ኣይኮነን። ሃንደፍ ኢልካ ክትወፅእ ስለ ዘይትኽእል ስለዚ ኩላህና እግዚኣብሔር ክረድኣና ሰብ ሓዳር ዘለና ናብ ሓዳር ክንኣቱ ንደሊ ዘለና እግዚኣብሔር ዕላማ ኣለዎ። ሲንግል ማም ዝኾንክን ፈጣሪኺ ሰብኣይኪ እዩ ዝብል ቃል ኣምላኽ ናይ ብሓቂ ደስ ይበልክን ብጎይታ ንምንታይ ዕላማ ከምኡ ዄንክን እግዚኣብሄር ይፈልጥ፣ ግን ኣምላኽ ምሳኽን ኣሎ፣ እቲ ሃጓፍ ክምለእ፣ ኣቦ ክኸውን፣ ሰብኣይ ክኸውን እግዚኣብሄር ክድግፈክን ከጽንዓክን እግዚኣብሄር ምሳኽን እዩ። ስለዚ መልክዕ እግዚኣብሄር ከኣ ኣባኽንን ኣብ ደቅኽንን ኣባኽንን ኣብ ቤትክንን ክግለጽ ንስኻትክን ከኣ ምኽንያት ክትኮና ትኽእላ ኢኽን። ስለዚ ጸኒዕክን ደው በላ። እግዚኣብሔር ዝተመስገነ ይኹን ስለዚ ፋሚሊ ደይ እዚ ብምዝካር እዚ ብምሕሳብ ክንዝክሮ ወይ እውን ሰለብሬት ክንገብሮ ፍቓድ ኣምላኽ እዩ ኩላህና ንጸሊ ሃሌሉያ እግዚኣብሔር ዝተመስገነ ይኹን እቲ ካብ መጀመርያ ኣብ ኤደን ገነት ነታ ቀዳመይቲ ቤተሰብ ዝፈተነ ናብ ዓመፅ ዝመርሐ ለም እውን እቲ ናይ ጥንቲ ተመን ገቢሉ ይዘውር ኣሎ ከም ዝጓዘም ኣንበሳ ኮይኑ ይብለና ስለዚ ፀላእ ከይብለፀልናስ ወዲቱ ኣይንስሕቶን ኢና ስለ ዝብል እግዚኣብሄር ዝተመስገነ ይኹን። ጸላኢ ከይብለጸልና ደገ ክንከፍተሉ ፍቓድ ኣምላኽ ኣይኮነን ማለት እዩ። ስለዚ ከምቲ ሓዳርና እግዚኣብሄር ዝጽበዮ መግለጺ ባህርዩ፣ መግለጺ ፍቕሩ፣ መግለጺ ምእዛዝ፣ መግለጺ ስልጣኑ ኮይኑ ባህርያቱ ዘንጸባርቕ ክኸውን ከሎ እግዚኣብሄር ይኸብር ንዓና ከኣ ጥዕመና ንዓና ከኣ ጽብቐልና ስለዚ ሓዳር ካብቲ ንሓስቦ ንላዕሊ ናይ እግዚኣብሄር ዝኾነ ኣጀንዳ ዘለዎ እዩ ንዕኡ ከኣ ከነስተውዕል ይግብኣና። ሃሌሉያ እግዚኣብሔር ኣምላኽ ብጎይታ ብኢየሱስ ስም ነመስግነካ ኣለና ብሓቂ ቤተሰብ ዝመስረትካ ክሳብ እዛ ሰዓት እዚኣ ከዓ እግዚኣብሔር ኣምላኽ ንህይወትናን ንቤተሰብናን ትመርሕ ተኣሊ ትጥንቀቕ ትጓሲ ትሕሉ ንስኻ ምዃንካ ንእመን ኣለና ንሕና ስለ ዝተጋህናን ንሕና ስለ ዝበርታዕናን ኣይኮነን፣ ኣብ ዙርያና ዋልታ ኮይንካ ካብ ኩሉ ክፉእ ሰዊርካ ደው ኣቢልካና ኣለኻ እሞ ክብሪ ኩሉ ንዓኻ ይኹን እግዚኣብሄር ኣምላኽ እንሆ ከኣ ሎሚ ብቃልካ ተዛሪብካና ኣለኻ ህድእ ኢልና ደው ኢልና ቤትና ክንምርምር፣ ህይወትና ክንምርምር፣ ሓላፍነትና ክንምርምር፣ እስኻ ዝሃብካና ሕድሪ፣ እስኻ ካባና ካብ ቤትና ትጽበዮ ክንምርምር፣ እግዚኣብሔር ንነፍሲ ወከፍና ምስትውዓል ሃበና። እቲ ቅዱስ መንፈስካ ፍቓድካ ከነገልግል ይደግፈና። ስለ ዝሰማዕካና ተመስገን ብኢየሱስ ስም ኣሜን። እግዚኣብሔር ይባርክ።
ክብረ ንኣምላኽ ይኹን ስለ ፅንሓና ናይ ቃል ኣምላኽ ግዜ ስም እግዚኣብሄር ዝተመስገነ ይኹን እግዚኣብሄር ባርካ ፓስተረይ ጌታ ይባርካ ንበሎ ኣምላኽ ምስገን ኣምላኽ ከዓ እነሱ ወከፍና ፀጋ የብዝሕ ነቶም ኣብ ሓዳር ዘለና እግዚኣብሄር ፀጋ የብዝሓልና ነቶም ንሓዳር ትዳለው ደሎ ከዓ እግዚኣብሄር ምስትውዓል ይሃብኩም እግዚኣብሄር ምስገን ምናልባት ሓደ ጻውዒት ክጽውዔ ንጐይታ የሱስ ክርስቶስ ከም ግሊ መድሓኒኡ ዘይተቐበለ ኣብ መንጎና እንተሎ፣ ንጐይታ ድማ ክቕበል ዝደሊ ሰብ እንተሎ፣ እታ መዓልቲ ምድሓን ሕጂ'ያ ይብል ናይ እግዚኣብሄር ቃል። ስለዚ ምናልባት ጋሻ ወይ እውን ብዙሕ ግዜ ናብ ቤት እግዚኣብሄር መጺኹም ክትኮኑ ትኽእሉ ኢኹም። እሱ ውሕስነት ኣይበኩምን እዩ፣ ንጐይታ ምቕባል እቲ ውሕስነት። ስለዚ ንጐይታ የሱስ ክርስቶስ ከም ግሊ መድሓኒየይ ክቕበሎ ይደሊ ኣለኹ ዝብል ሰብ እንተሎ፣ እቲ ብሩኽ ኣምላኽ እታ ሕያወይቲ ኢዱ ዘርጊሑ ይጽበየኪ ይጽበየካ ኣሎ። ሎሚ ካብዚኣ ውጽእ ኢልካ እንታይ ከም ትኸውን ዘይትፈልጥ። ንጎይታ ምቕባል ግን ናይ ህይወት ኢንሹራንስ እዩ፣ ናይ ህይወት ምድሓን እዩ፣ መድሕን እዩ። ኣምላኽ ይመስገን። ስለዚ ዘይተቐበለ ኣብ መንጎና እንተሎ ክንጽሊ ጥራይ ኢና። ኣምላኽ ይመስገን። የእዳዉ የልዕል ክንጽሊ ጥራይ ኢና። ንጎይታ የሱስ ክርስቶስ ከም ግሊ መድሓኒኡ ዘይተቐበለ። እሺ ርእየ ኣሎኹን ኩልና ብጎይታ ኢና ማለት እዩ ድመጽእ ደሎ ድኻእለና መጠን መስኪርና ናብ ቤት እግዚኣብሔር ሰብ ሒዝና ክንመጽእ ኣምላኽ ነፍሲ ወከፍና ይሓግዝ ልብና ድማ ነዚ ነገር እዚ እተዳለወ ይኹን ኣምላኽ መስገን ስለዚ ነፍሲ ወከፍና እንቋዕ ብሰላም ብድሓን ናብ ቤት እግዚኣብሔር መጻና ኣምላኽ ረዲእና ከምዚ ኢልና ሃዲእና ቃል ኣምላኽ ክንሰምዕ ንኣምላኽ ከነገልግል ክንግልገል ክንዝምር እዚ ዓቢ ጸጋ እዩ ኣምላኽ ይመስገን ተራ ነገር ኣይኮነን እሞ ንኣምላኽ ደጊምና ነመስግኖ ኣምላኽ ይመስገን እሺ ኣጋይሽ እንተለኹም ክንላለየኩም ንመጀመርያ ግዜ ሎማዓንቲ ድመጸኹም ኣጋይሽ እንተለኹም ሰላም ክንብለኩም ሰላምኩም ከኣ ክንቅበል ኣእዳብኩም ኣልዕሎ እሞ ካበይ ክም ድመጻኹም ሽምኩምን ካበይ ክም ድመጻኹምን ክትላለዩ ኢና ኣጋይሽ እንተለኹም የእዳውኩም ንምልክት እሺ ከማዓንቲ ሓወይ ሰልየ ጥራይ እዩ ማለት እዩ ኣምላኽ መስገን በቃ ንዓኻ